ሰላም ጥዕና ሃበለይ ትከታተልዎ ዘለኹም ዳሞራ ሸው እዩ ልመቕነ ካብ ኣሜሪካ ዓብዪ ዜና ተሰሚዑ እቲ ዜና ኣብ ውሽጢ ዓድን ኣብ ወፃእን ንዘለና ዝተፈላለዩ ተጋሩ ብዝተፈላለየ መንገዲ ክንዛረበሉ ኣኽኢሉና ሰላም ንንደሊ ተጋሩ ዓድና ክንለምዕ ንትደሊ ተጋሩ መናእሰይና ክመውቱ የብሎምን ምዕራብ ትግራይ ብሰላም ክምለስ ይኽእል እዩ ኢልና ንኣምን ተጋሩ መንግስቲ ኣሜሪካ ዘውፅኦ መግለፂ ደጊፍና የኾነይ ደቆም ናብ ኣሜሪካ ሰዲዶም ቤተሰቦም መንሽቶም ናብ ኣሜሪካ ሰዲዶም ወዲ ድኻ ክመውት ንዝደልዩ ውሑዳት መራሕቲ ጉጅለ ህወሓትን ደገፍቶምን ድማ ውሳነ ኣሜሪካ መርድእ ኮይንዎም ኣሎ። ብዝኾነ ውሳነ ኣሜሪካ ምእጋድ ቪዛ ጥራሕ ኣይኮነን፣ ብዙሕ ሰብ ንኣኣ የትኩር ስለዘሎ እዩ። እሱ ሓደ ዓብዪ ነገር እዩ። እቲ ካሊእ ዓብዪ ነገር ድማ ውሑዳት መራሕቲ ህወሓትን ውልቀ ሰባትን ዞባ ቀርኒ ኣፍሪካ ንምሕማስ እትገብርዎ ዘለኹም ምንቅስቓስ ፈሊጥናዮ ስለዘለና ዝከኣለና ኩሉ ክንገብር ኢና ኣደብ ግበሩ ኢለሎ መንግስቲ ኣሜሪካ። እዋም ደቂ ድኻ ደቂ ትግራዋይ ደቂ ሓረስታይ ትግራዋይ ደቂ ትለባም ትግራዋይ ኣብ ሱዳን ኮይዶም ክሞቶ ይግባኣን ኣብ ኤርትራ ከይዶም ክሞቶ ይግባኣን ምእንቲ ኤርትራ ክሞቶ ይግባኣን ሐዚ ትግራይ ኣዶ ትግራይ ሰላም እያ ትደሊም ስለዚ ብመንፅር እዚ ትውሳነ እንትረኣም ናይ ባዕሉ ረብሓ ክህሎ ይኽእል እዩ። ትማሊ ዶክተር ደብረፅዮን ገብረሚካኤል ዝብሃሉ ስብኣይ ብሽፍትነት ፕሬዚደንት እንትኸውን ውዕል ፕሪቶርያ ኣፍሪስናዮ ኣለና ኢሉ ምዝራቡ ትፈልጡ ኢኹም። ትማሊ መግለፂ መንግስቲ ኣሜሪካ ምስ ወፀ ድማ ግልብጥ ኢሉ ኣይ ውዕል ፕሪቶርያ ይተግበር ከዓ ኢሉ ብእንግሊዘኛ ፅሒፉ። ምናልባት ኣሜሪካውያን ተርጉሙ ትግርኛ ተርጉሙ ብእንግሊዘኛ ዝነግሮም ዝስእኑ ዶ ይመስሉ ወይስ ዘይከታተሉ ዶ ይመስሉ ይኸውን? ኣብ ቤት ምኽሪ ተጠሊዕኻ ውዕል ፕሪቶርያ ኣፍሪሰ እየ ዝበልካ ሰብ ኣብ ልዕሌኻ ማዕቐብ ምስ መፀ ኣይ ውዕል ፕሪቶርያ ሙሉእ ብሙሉእ ይተግበር ኢልካ መግለፂ ምሃብ ንህዝቢ ትግራይ ላግፂ እዩ። ብስሩ ግን እዞም ሰባት እዚኦም ንህዝቢ ትግራይ እንታይ ዘይበደልዎ በደል ኣለዎም እንታይ ዘይገፍዑና ግፍዒ ስለ ዘሎ እዩ ቁጽሪ ሓደ ጸላእትና ንሶም እዮም ኣብዚ ጉዳይ እዚ ኣብ እገዳ ቪዛ ኣብ ካልኦት ተዛመድቲ ጉዳያትን ዳሞራ ሸው ንዝተፈላለዩ ምሁራን ከዘራርብ እዩ ሓሳብ ኣለና እትብሉ ኩለኹም መንገድኹም ናብ ዳሞራ ሸው ይኹን ዳሞራ ሸው። ምስዚ ዝተተሓዘ ካሊእ ዜና ድማ ኣሎ። ትማሊ ዓሰርተ ክልተ ሰነ ዝወፀ ሓደ ዓብዪ ዜና ድማ እኒሀ። ኣብ ዝተፈላለዩ ሚድያታት ብፍላይ ኣብ ማሕበራዊ ሚድያ ቁልጡፍ ዜናታት ብምውፃእን ተኣማኒ ዜናታት ብምውፃእን እንፈልጦ ደስየ ኣሸናፊ ዝተብሃለ ነባር ጋዜጠኛ ዓሰርተ ክልተ ሰነ ካብ ኣርሚ ዓሰርተ ሰለስተ ልዕሊ ሓደ ሚእቲ ተጋደልቲ ሞይቶም እዮም ኣብ ሸረሪና ብዝበጽሐ መጥቃዕቲ ድሮን ኢሉ ዜና ኣውጺኦሎም። ኣብ መኽዘን ዝነበረ ኣጽዋር እውን ሙሉእ ንሙሉእ ከም ዝዓነየ ደስየ ኣሸናፊ ገሊጸሎም። ደስየ ኣሸናፊ ንዝሓለፉ ኣርባዕተ ሓሙሽተ ዓመታት ብተኸታታሊ ተኣመንቲ ዜናታት ብምውጻእ ዝፍለጥ ጋዜጠኛ እዩ። ስለዚ ህዝቢ ትግራይ ደቂ ካብ ስዳን ከይዶም ይሞቱ ኣለው ደቂ ካብ መንገዲ ኤርትራ ይቅተል ኣለው ምእንቲ መን ምእንቲ ውሑዳት ጉጅለ ህወሓት ስለዚ እዚ ንከብቅዕ ሓድነትና ኣስጢምና ንቃለስ ዳሞራ ሸው።